ሰላም ሰላም ክቡራት ቤተሰብ ከመይ ኣለኹም ደሓን ዲኹም? ኣነ ደሓን እየ እግዚኣብሔር ይመስገን። ከምቲ ኣነ ሰላም ዘለኽዎ ሰላም እግዚኣብሔር ይብዝሐልኩም። ሎማዓንቲ ደሞ ዓርቢ ስቕለት ስለ ዓርቢ ስቕለት እየ ሒዘ መፅኦ እንኹ ንኣ ኣኸብለኩም እየ። ዓርቢ ስቕለት ችርያ ላይሶ ችርያ ላይሶ ችርያ ላይሶ ብሓቂ ንሱ ደዌና ተቐበለ ሕማምና እውን ተሸከመ ኢሳያስ ምዕራፍ ሓምሳን ሰለስተን ቁጽሪ ኣርባዕተ ዝብሎ ልኡል ዝበሎ ልኡል ቃለ ዓቢይ ነብዪ ኢሳይያስ ኣርሒቑ ብትንቢት መነጸሩ ዝረኣዮ ድማ ብዕለተ ዓርቢ እንሆ ከምዚ ሎሚ ከምዚ ሎሚ መዓልቲ መፈጸምታ ረኸበ ማለት እዩ። ቅዱስ ቅዳሴ ቅዱስ ዮሐንስ ኣፈወርቂ ከምዚ ይብል ዝተኣከብና ንሕና ዘይመውት ኣምላኽ ናይ እሱ ሞት እንትዛረብ ኣለና። ዘይሓመመ ኣምላኽ ናይ ንውሃቱ ሕማም እናነገረ እንናገር ኣለና። ምስ ደቂ መዛሙርቱ ዝተቐመጠላ ሽዑኡ ለይቲ ብእኡ ፍቓድ ብእርሱ ፍቓድ ሰውነቱ ንሞት ሃበ። ኩሉ ዝሓዘ ሓዝዎ፣ ኩሉ ዝገዝእ ኣሰርዎ፣ ናይ ህያው ናይ ኣምላኽ ወዲ ኣሰርዎ፣ ብሓይሊ ጎተትዎ፣ ብፍቕሪ ሰዓቦም፣ ከዓ ከም ዝሕረድ የዋህ በጊዕ ተኸ ተኸተሎም እናጎተቱ ወሰድዎ። ሊቃነ መላእክቲ ብምፍራሕን ምንቅጥቃጥን ኣብ ቅድሚኡ ዝቆምሉ ብኣደባባይ ኣቐምዎ። ሓጢኣት ይቅር ዘብል ሃጥያኣ በልዎ። ብመኳንንቲ ዝፍረድ ንሱ ፈረድሉ። ንሱራፌል ናይ ክብሪ ኣክሊል ዝገበርሉ ንእኡ ግና ናይ ዕሾኽ ኣክሊል ደፍእሉ። ንኪሩቤል ናይ ግርማ ልብሲ ዝኣልበስዎ ንእኡ ግና ንመቐለዲ ቀይሕ ልብሲ ኣልበስዎ። ቴርቤል ብሓዊ ክንፊ ተኸዲኖም ኣብ ቕድሚ ክቖሙ ዘይክእሉ ንእኡ ግና ክፉእ ባርያ ኢዱ ኣጽኒዑ ገጹ ገጽ ጸፍዕዎ ናይ መላእኽቲ ሰራዊት ብፍጹም ምፍራሕ ዝስገድሉ ሰባት ግና እናተሳለቁ ብቕድሚኡ ሰገዱ እዚ ዝኣክል ትሕትና ከመይ ዝበለ ትሕትና እዩ እዚ ዝኣክል ትእግስቲ ከመይ ዝበለ ትእግስቲ እዩ እዚ ዝኣክል ሰኸ ብምባል ከመይ ዝበለ ስኽታ እዩ እዚ ዝኣክል ምሕረት ከመይ ዝበለ ምሕረት እዩ እዚ ዝኣክል ሰብ ምፍቃር ከመይ ዝበለ ፍቕሪ እዩ ሃይሊ ወልድን ፍቕሪ ካብ ዝፋኑ ዝሓሰቦ እስኳዕ ሞት ኣብጽሖ በደል ዘይብሉ ከም በደለኛ ዝቐልዎ ንህይወት ዝሰርዐ ምስ በደለኛታት ቆጸርዎ ንገዳም ንኣዳም ዝፈጠሩ ኣዳሙ በመስቀል ሚስማር ተሰመሩ ንኣዳም ዝፈጠሩ ኣእዳዉ ብመስቀል ሚስማር ተሰሚሩ ዋየ ብገነት ዝመላለሱ ኣእጋር ብመስቀል ሚስማር ተሰመሩ ዋየ ብኣዳም ቅድሚ ናይ ህይወት መንፈሰ ኡፍ ዝበሎ ኡፍ ምስ ሓመዮት ሓሞት ዝቀላቅ ምስ ሓሙስ ዝተቀላቀለ መጺጽ ሓሙ ሰተየ ናይ ወዲ መከራ ዝናገር ኣፍ ከመይ ዝበለ እዩ ከመይ ዝበለ ከንፈር እዩ ከመይ ዝበለ ኣንደበት እዩ ናይ ፍቅር ናይ ጎይታ ሕማማት ምስ ተናገረ እዋይ እዋን ልቢ ይፍለ ሄልና ይወቅዕ ነፍሲ ምንቅጥቃጥ ይሕዛ ስጋ ድማ ትደክም ዘይመውት ሞት ሞተ ክስዕሮ ሞተ ምእንታን ዝሞተ ከድህኖ ሞተ የየ የየ ኣማኑኤል ኣምላኸ የየ ኢየሱስ መድሃኒና እየየየ ክርስቶስ ንስና እየየ ካብ ዕንጨይቲ ኣውረድዎ ኣወድ ኣወዳት ቅዱሳን ጻድቃን ስግኡ ካብ መስቀል ኣውረድዎ ከም ሕጎም ብምግናዝ ከርቤ ዝበሃል ጥዑም ሽታ ዘለዎ ንጹህ ሻሽ ገይሮም ገነዝዎ። ንመድሓኒና ዓለም ኢየሱስ ክርስቶስ ኣብ ሓዱሽ መቃብር ቀበርዎ። መድሃኒነ ዓለም ኢየሱስ ክርስቶስ ኣብ መስቀል ተሰቂሉ እንተሎ ሓሙሽተ ቅንዋተ መስቀል ዝበሃሉ እዚኦም እዮም። ቀዳማይ ሳዶር፣ ካልኣይ ኣላዶር፣ ሳልሳይ ዳናር፣ ራብዓይ ኣዴራ፣ ሓምሻይ ሮዳስ እዮም ዝበሃሉ። ምእንቲ ኩሉ ሰብ ስለ ዝሞተ ብናይ ሓጢኣት ምኽንያት ሞት ገዚኡና ኣብ ልዕልና ሞት ነጊሱ ከም ዝነበረ ሓጢኣት ብዘርኢ ምኽንያት እናተመሓላለፈ ኩልና ብኣዳም ሓጢኣት ምኽንያት እንመውት ነበርና። ንሕና ኩልና ድማ ብስጋ ሓሳብ እንነብር ነበርና። ካብቶም ካልእት ፍጥረታት ናይ ቁጥዓ ደቂ ነበርና ነገር ግን እግዚኣብሔር ብምሕርቱ ብበዓል ጸጋ ስለ ዝኾነ ኣኽበረና ካብ ዓብዪ ፍቕሪ ዝተላዕለ ብበደልና ሞትና እኳ እንተነበርና ናይ ሞትና እኳ እንተነበርና ናይ ዘለዓለም ህይወት ሃበና ናይ መንግስቱ ዜጋታትን ገበረና ማለት እዩ ጎይታና ኣምላኽና መድኃኒና ኢየሱስ ክርስቶስ ስለ ዓለም ኩሉ ቤዛ ኮይኑ ኣብ ዕፀ መስቀል ተሰቒሉ ኣድሐናና እዩ። ብናቱ ሞት ናይ ብናቱ ሞት ናትና ዕዳ ሞት በጃ ኮይኑ ህይወት ተረኸብና ኢና። ናይ ኢየሱስ ክርስቶስ ሞት ክንሓስብ ከለና ናይ ደቂ ሰባት ናይ ኃጢኣት ጽልኢ ፈሪሱ ናይ ፍቕሪ መንገዲ ዝተመስረተሉ ዕለት እዩ። ሎሚ 27 መጋቢት እዚ ውህብቶ ከይንርስዕ እግዚኣብሔር ኣምላኽና ይርደአና፣ ይሓልወና፣ ብጸግኡ ይደግፈና። ኣሜን። ለሃመ ማርያም ማለት ናይ ኣዴና ቅድስቲ ድንግል ማርያም ብኽያት ልቅሶ ሓዘን መከራ ማለት እዩ። ብድንግል ዝወለደቶ ናይ ፍቁር ወዳ ሞት ስቃይ መከራ ብዓይና ረእያ ንምንታይ ዘይትበኪ ብድንግልና ጠኒሳ ብድንግልና ወሊዳ ዝዓበይቶ ሓደ ወዳ ከም ሰራቂ ከም ካትሪ ብመስቀል ተሰቕሉ ክሞት ክትርእዮ ከላ ንምንታይ ድንግል ማርያም ዘይትላ ዘይተለቅስ ትሽዓንተ ወርሒ ሓሙሽተ መዓልቲ ብማህፀና ዘይውስን ኣምላኽ ዝወሰነቶ ናይ ፍቁር ወዳማ ትርእያ ድንግል ማርያም ንምንታይ ዘይተነቀስ ናይ ድንግል ጥቡብ ጸባ ኣጥቢዋ ዝዓበየቶ ፍቅር ወዳ ሞት ክፍረዶ ከሎ ድንግል ማርያም ንምንታይ ዘይትለቅስ ብስደት ካብ ሃገር ናብ ሃገር ሃገር ዓለል ዝበለትሉ ናይ ግብጺ በረኻ መከራን ጥሜትን ጽምእትን ናይ ቀትሪ ጸሃይን ዕወት ናይ ለይቲ ውርጪ ቁሪ ምእንታን ወዳ ትብል ከርተት ዝበለትሉ ወዳ ብሞት ክትስእኖ ከላ ድንግል ማርያም ንምንታይ ዘይትብል ዘይትለቅስ ራሄል ስለ ደቃ እንተ ኣለቀሰት እኳ ድንግል ማርያም ስለ ፍቁር ወዳ ሞት ንምንታይ ዘይትበኪ ራሄል ካብ ሓደ ቦታ ናብ ሓደ ቦታ ሒዛ ዘይተሰደደት ብደቃ ሞት ዘለቀሰት ድንግል ማርያም ንፍቁር ወዳ ሒዛ ብስደት ብበረኻ ብጻምእ ብጥሜት ብመከራ ኩሊል ዝተሰደደት ንወዳ ክትብል እያ ዝነበረ እሞ ብዕለተ ዓርቢ ተሰቐሉ ክመውት ክትርኢ ከላ ንምንታይ ዘይትበኪ ራኤል ናይ ደቀ መቃብሮም ዘይረኣየት ዝበኸየት ድንግል ማርያም ዝሓመመ ወዳ መቃብሩን እናረኣየት ንምንታይ ዘይተለቅስ ናይ ዓሰርተ ክልተ ነገደ እስራኤል ኣቦ ዝኾነ ሽማግለ ያዕቆብ ስለ ወዱ ክብል ዓይኑ እስካብ ዘዕውር ዘለቀሰ ያዕቆብ ድንግል ማርያም ስለ ወዳ ሞት ንምንታይ ዘይተለቅስ ያዕቆብ ወደ ዮሰፉ ክሰርዎ ከለው ኣይረእየን ድንግል ማርያም ግና ፍቁር ወዳ ብልዕሊ መቃብር ተሰቅሉ ተኣሲሩ ብመስመር ተሰሚሩ ክትርእዮ ከላ ንምንታይ ዘይትበኪ ያቆብ ንወዱ ኣብ ጉዱ ጓድ ገዲ ገዲርዎ ከለዉ ኣይረኦዮን ድንግል ማርያም ግና ብኣይሁድ ሕሱሙ ጭካኔ ፍቁር ወዳ ተሰቂሉ ረኣየቶ ርእያቶ ኣላ ንምንታይ ዘይተልቅስ ያዕቆብ ንዮሶፍ ወዱ ክንዱ ክዳኑ ክገፍዎ ቐንጢጦም ክሸጥዎ ከለዉ ኣይረኣዮምን። ድንግል ማርያም ግና ንፍቁር ወዳ ይሁዳ ብሳላሳ ዲናር ቅርሺ ክሸጦ ናብ ሊቀ ካህናት ቀያፍ ክኸዱ ከይዱ ተማኽሩ ብምስማዕ ኣሕሊፉ ዝሃቦ ርእያ ኣላ። ንምንታይ ዘይትበኪ? ያዕቆብ ብወዲእ ደሙ ዘይኮነ ብናይ በጊዕ ደም ርእዩ እዚ ዘለቀሰ ድንግል ማርያም ግና ናይ ኣይሁድ ክፍኣተ ኣብ መስቀል ኣብ መስቀል ሸቂሎም ድሙ ናብ ምድሪ እናወሓዘ ክፈስስ ከሎ ስለ ዝረኣየት ንምንታይ ዘይተለቅስ? ድንግል ማርያም ስለ ሓደ ወዳ ብድንግል ዝወለደቶ መከራን ግፍዕን ሞትን ክበፅሖ ከሎ ንምንታይ ዘይትለቅስ? ካብ መስቀል ኮይኑ ዝሳቐ ወዳ ኣየር እናረኣየት ብምኽንያት ምልቃስ ኣይገደፈትን እዩ ክላቀስ እየ ዝበለት ሓቃ ሓደ ንሱ እንድዩ ወዳ ካብ ትወዳ ጀሚራ ወደ እናበለ ዝዓበይቱ ሓደ ንሱ ወዳ ዝበፅሖ መከራን ስቃይን ዝመረረ ስለ ዝኾነ ኣብ ቅድሚ ዝተሳቀለ ወዳ ገፁ ገፁ እናረኣየት ትበኪ ነበረት እሞ ድንግል ማርያም ንምንታይ ዘይተለቅስ ዓርቢ ስቕለት ግናኸ ንሕና ግና ሓጢኣት እናተለና ክርስቶስ ምእንታና ሞይቱ እዩ እሞ እግዚኣብሔር እታ ኣቦታ ዘላቶ ፍቕሪ ንዓና ብዘይ የርኢ ኣሎ ሮሜ ሓሙሽተ ቁፅሪ ሸሞንተ ዓርቢ ስቕለት ቤዛ ኩሉ ዓለም ድሕነት ንወዲ ሰብ ዝፈፀመትሉ ጎይታና ኣምላኽና መድሃኒ የሱስ ክርስቶስ ኣብ መስቀል ተሰቅሉ ፍቅሪ ሰላም ቅሳነት ራህዋ ዝሃበና ትህትና ሞት ተወሲዱ ናትና ሞት ወሲዱ ናቱ ህይወት ሂቡ እዩ እሞ ካብዚ ንላዕሊ ፍጹም ፍቅሪ የለን እዩ ጎይታና ኣምላኽና መድሃና የሱስ ክርስቶስ ስለ እቲ ብቃላት ክግለጽ ክንገርን ዘይክእል ውዕለቱ ፍቅሩን ዝገበሮን ዝተመሰገነ ይኹን እግዚኣብሔር ይመስገን። ስቕለት ክርስቶስ ድሕሪ እዚ እቶም ወታደራት ጲላጦስ ንኢየሱስ ናብ ቤተ መንግስቲ ወሲዶም ነቲ ሰራዊት ብእኡ ናብ ኣካበዎ ክዳኑ ቐንጢጦም ከዓ ቀይሕ ካባ ከደንዎ ንኡ ዕሾኽ ኣክሊል ተጎኖምዎን ኣብ ርእሱ ደፍእሉ። ኣብ የማናይ ኢዱ ዘንጊ ኣትሒዞም ከዓ ኣብ ቅድሚኡ እናተንበርኸኹ ሰላም ኦ ንጉስ ኣይሁድ እናበሉ ላላገፅሉ ነበሩ። ኣንትፍ ድማ በልሉ፣ ነቲ ዘንጊ ኣሕዲጎም ከዓ ርእሱ ወቕዕዎ፣ ምስ ኣላገፁ ድማ ነቲ ቀይሕ ካባ ቐንጢጦም ክዳውንቱ ከደንዎ። ከሳቐይዎን እውን ወሰድዎ። ክመፁ ከለዉ ድማ ሰምኦን ዝስሙ ሓደ ቀሬናዊ ሰብኣይ ረኸቡ እሞ ንመስቀል ኢየሱስ ክፀውር ኣገደድዎ። ጒይታ ትርጉሙ ሓምሓም ርእሲ ተባሂሉሉ። ናብ ዝፅዋዕ ስፍራ ምስ በፅሑ ሓሙስ ዝተሓወሶ ምፅፅ ወይኒ ክሰቲ ሃብዎ። ንሱ ከዓ ጥዒሙ ምስታይ ኣበየ። ምስ ሰቀልዎ ምስ ሰቀል'ውን እቲ ክዳውንቲ ዕጻ ኣውዲቖም ተኻፈሉ። ኣብኡ ተቐሚጦም ከኣ የሕልውዎ ነበሩ። ኣብ ልዕሊ ርእሱ ድማ እዚ ኢየሱስ ንጉስ ኣይሁድ'ዩ ዝብል ናይ ከልሲ ጽሑፍ ኣንበሩሉ። ሽዑ ምስኡ ክልተ ሸፋቱ፣ ሓደ ብየማኑ ሓደ ብጸጋሙ፣ ተስቀሉ ስለ ልገበረልና እግዚኣብሔር ይመስገን እሱ ሞይቱ ንኣና ሂወት ዝሃበና እግዚኣብሔር ይመስገን እዚኣ ትመስል ናይ ዓርቢ ስቕለት እግዚኣብሔር ለዓመት ሃምዚ ናይ ዓመቱ ሰብ ይበለና ኣብ ዓድና ከይድና ዓርቢ ስቕለት ኣብ ስግዳን ኣብ ቤተ ክርስቲያን እናውዕሎ የግበረና ዝፀብቆ ስሰናዩ ዘበለና ኢኹም ብዝወደቐን ዝነጠበን ብኣፈ ትጉሃት መላእክቲ ተኣረመለይ ስብሃት ንእግዚኣብሔር ወለወላዲቱ ድንግል